ናባኸያ ቤሉል ቴንኪ ቤና ሓወይ ከመምቲ ይኹን ኩልኹም ናሆማ ከምኡውን ፓንዳ ኣማን ሓውና ቴንኪ ቤና ሓወይ ከዓ ነዚ ዕድል ዝሃብካና ማለት እዩ ኣነ ሕቶ ዘለኒ ናይ ናሆማ ጀነራል ገይሩ ክሪኦ ከለኹ ማለት እዩ ኣብቲ ናቱ ጀነራላይዝ ገይሩ ክዛረብ ከሎ ቁሩብ ጽልኢ ዘለዎ ኣብ ናይ ደቂ ኣንስትዮ ወይ ከዓ ሕማቅ ኤክስፐሪንስ ዘለዎ ኮይኑ ዝስማዓኒ ንዑ ክላሪፋይ ክንገብሮ ወይ ብግልፂ ክንዘራረበሉ ደስ ምበለኒ ምክንያቱ ናሆም ሓውና ንእሽተይ ሓውና ብዙሕ ዝፅበዮ ዘሎ ኣብ ሂወት ብዙሕ ናይ ሓዳርን ክዓ ገልጠመን ካልእ ካልእ ነገራትን ስለ ዘለዎ so ከነማኽሮን ክንማኸረሉን ከም ሕብረተሰብ ደስ ምበለኒ and thank you ምክንያቱ ሃንደበተይ ምስ ረኣኹምስ ደስ ኢልኒ just join ገይረኩም ማለት እዩ ሻወሪ ክገብር ፀኒሐ ሶሪ I'm still me with my PJ so thank you ናህም ሓወይ
ሰላም መጀመርታ ግን ኣይ ሕቶ ድዩ ወላ ምክሪ ድዩ ወደዘ እንታይ እዩ
ናተይ ሕቶ እንታይ ስከ ኣብ ዝበዝሐ ግዜ ናተ ቤት ክሪኦ ከለኹ ጀነራል ሓፈሻዊ ዝኾነስ ፅልኢ ናይ ደቂ ኣንስትዮ ወይ ከዓ ከምዚ ዳውን ናይ ምግባር ናይ ደቂ ኣንስትዮ ዘለካ ኮይኑ ይስምዕኒ ግን ይድገመኒ ኣሎ ቴንኪዩ ከምዚ ጀነራል ጌርካ ወይ ሓፍሻዊ ጌርካስ ኣልማማ ከምዚ ኣልማማ ጌርካስ ፅልኢ ጀነራል ጌርካ ናይ ደቂ ኣንስትዮ ፅልኢ ዘለካ ኮይኑ ይስማዕኒ ምናልባት ናትካ ትራማ ዘለካ ወይ ከዓ ዝኾነ ዝሓለፍካዮ ጎደናታት ክህሉ ይኽእል እዩ ከመይ እዩ ናትካ ኤክስፕሬንስ ኣብ ልዕሊ ደቂ ኣንስትዮ ስለምንታይ ኢኻ ክሳብ ክንድኡ ዝኸደ ፅልኢ ዘለካ ደቂ ኣንስትዮ ማለት ሲ ዓንድ ሕቆ ናይ ሓደ ሕብረተሰብ ማለት እየን። ሶ ኣብዚ ኣተኪርና ክንዘራረብሉ እንድሕር ኮይና ናብቲ ኣመፃፅኣን ኣብ ልዕሊ ደቂ ኣንስትዮ ዘለካ ፅልእን ክሳብ ክንድኡ ዝኸደ እ፣ ሓፈሻዊ ጌርካ ናይ ምዝራብ ዘለካ ተኽእሎ ስለምንታይ እዩ እ፣ ክሓተካ ምደለኹ ካብኡ ተበጊሰ ከዓኒ ምክንያቱ ኣነ ኣደ ሰለስተ ቆልዑት እየ ኣብ ሓዳር ከዓ ዓሰርተ ዓመት ገይረ ኣለኹ ከማኽረካ ከም ዓባይ ሓፍትኻ ብዕድመ እኳ መሳቱ ኢና ንኸውን ግን ኣብቲ ናት- እ፣ ኣብታ ሕቶ እንድሕር መፂና ነገርካ እኳ ስለምንታይ እዩ ክሳብ ክንድኡ ዝኸደ ፅልኢ ናይ ደቂ ኣንስትዮ ዘለካ በቃ ጓል ኣንስተይትስ ክትጭቆን ኣለዋ ጓል ኣንስተይትስ እታ ክት- ሕቶ እባ ክምልሰልኪ ሲስተር ኣይ ቲንክ ዊ ጎን ቱ ፋር ተሓየት ግን እንድሕቲ ሕቶ ኦኬ ሕጂ ቢና ሓወይ እዛ ሰብ ተ- ተረፐስ እያ መስለኒ ከምዚ ናይ ወዲ ተረፐስ ገለ እንዲያ ኣብ ናይ ተረፐስ ክላስ ገንዘብ እ፣ ሒዘ ምስ መፅእኹ ሽዑ ኣንስኻ እውን ዘራርብ ሕጂ ግን እዚ ናይ ሕቶ እዩ ሰው ናይ ተረፐስ ተኣሽሙ ጌርና ኣለና ካልእ ሕቶ እንተልዩ ንኸይድ ቢና ካልእ ሰብ ደሓነ እቲያ ሓፈሻዊ መብርሂት ግን ብዛዕባ ደቂ ኣንስትዮ ስትፀልእ ኢኻ ትብል ኣላ እሞ ምናልባት ትገልፅ ኽእል ዘረባ ሕጂ ንዓ እንታይ ይመስልካ እዚ እዩ እቲ ዊክነስ እንታይ ይመስልካ ከምዚ ጓል ፀሪእኻ ነልካ ዶ ትራማ ነልካ ዶ ገለ እዚ ሕጂ ናይ ተረፐስ ነገር እንዲ ከምዚ ፅላት ሰብ ዝኸድዎ ገለ ሕጂ ከምኡ ስለ ዘለዋ ትሓቶ ስለ ዘላ ትሕቶ ሕቶ ኣይኮነን ስ ናንሰንስ እዩ ስለዚ ናንሰን ዝኾነካ ግዜ ተጥፍኣሉ ጥራይካ ናብ ካልእ ሕቶ ንስኻ ክትሓትት ከለካ ሕጂ ዓሰርተ ግዜ ደጊምያ እዛ ሕቶ ውፅእ ለጓል ኣለካ ገለ ካብ መጀመርታ ክልተ ሰዓት ምሉ ብዛዕባ ተዛሪብና ብክልተ ሰዓት ምሉ ብዛዕባ ፅለጓል ከተዛሪብና ሕጂ ከምኡ ኢልካ መፂኻ ከምዚ መልሓስካ ለሚምካ ፅልጓል ኣለካ ድዩ ትራማ ነርካ ድዩ ገለ

you know እዚ ኣብዚ ንዛረብሉ ኣብ ሶሻል ሚድያ ወፂና ብዛዕባ ባሊ ናይ መን እዩ ናይ ሰልዲ ንክፈለሉን ዘይንክፈለሉን ዘይኮነ እቲ ናትና ኢንተርናል እሞ ኣዛርባ እስከ ወይብናሓወይ ሚት ኢልኩም ኣለኹም ሚት ኣለኹም ኣዛርባ

ቅድሚ ሕጂሲ ትራባ ኔሩካ ድዩ ጓል በዲላትካ ኔራ ድያ እንዳ ጓል ጸቕጥለኻ ድዩ ገለ በል ሕጂ እንታይ ድዩ መሲሉካ ከምዚ ኢሞሽናል ዝኾነ ኣተሓሳስባ ዘለዋ ደቂ ኣንስትዮ ሓሊፍና ኢና ላይክ እዚ ኢሞሽናል ኣታክ ክትገብሮ ንሰብ ቱለይ ላይክ 221 ወይ ንቲ ዊክ ዝኾነ ወድኻ ከምኡ ትብሎ ኣብዚ ሕጂ በፂሕና ዘለና ግን ኣብ ለውጢ ኣብ መደት ዘሎ ኢና ንዛረብ ዘለና ሰው ከምኡ ዓይነት ድሕር ኮይኑ ትካል ዶ ትኸፍት ሰብ ከዓ መፂኡ ሽዑ ገንዘብ ይኸፍለካ ብዛዕባ ትራማናቱ ትዛረብ So ትራማ ዘለዎ ሰብ ተሸገረ ሰብ ወይ ተጠለመ ወዲ ግን do you really think መጽዩ ብዚ ብዛዕባ ሾሻል ሜድያ ዛዕባ ኮነ ክዛረብ ኣብ ኮሚኒቲ ዓብይ ኣርእስቲ ኣልዒልና ኣብ ሕብረተሰብ ዘለዎ ሽግር ኣብ ኮሚኒቲ ዘለዎ ጸገም ኣብ ኣዋልድ ዘለዎ ጸገም እናተዛረብና ብዛዕባ ጓል ጥልመት ገለ ትብለካ so let's move on ንሓወይ ኪዘ መጥፍጥራይ ለስለስ ኢላ ሕጂ እንታይ ስተ ግን ሃፍቲ ጌት ዲፈንስ እንድሕር ሓደ ሰብ ዘለዎ እዩ ዝህብ እንድሕር ዘለዎ ወላ ሓደ ነገር ዘይብሉ ከዓ እንተዘድክምስል ዲስተንስ ይወስድ በቃ ከምዚ ኦኖ ከም የብሉ ኣይኮኖ ዝብል ናይ ክምል- ናይ ምክልኻል መልእኽቱ የመሓላልፍ ማለት እዩ ሕጂ ዕላማ እንድሕር ሃሊካ ከም ኣዴታትካ ከም ኣሕዋትካ ክንዘራረብ ክንረዳዳእ ኣለካ ኦኬ ኣለኒ ትራማ ለሴ ትራማ ኣለኒ ኖ ኖ ትራማ ኣለኒ ሲስተረይ ሓደ ግዜ ሲ ኣርብዓ ሽሕ ጓል ከይሂብያስ ጠሊማትኒ ከይዳ ሶ ትሕግዝኒ ትኽእሎ ትራማ ኣለኒ እንታይ ክትብልስ ሰብ ገንዘብ ሂብካዮ ገንዘብ ኣይኮነን ጠሊማትኒ ከይዳ ሕጂስ ሓግዝኒ እስከ ስኽስታ ክትሕግዝኒ እስከ

ስለዚ ገንዘብ ጎፋንሚ ክምለሰካ ጌርና ደሊኻ ንሕና ከም ኤርትራውያን ሕብረተሰብ ናይ ምትሕብባር መ- እ፣ በቃ ጽቡቕ ሕጂ ሲ ባህልን እቲ ልምድን ኣለና ትራማ እትብዮ ዘለኺ ግን ክንሕግዘካ ወላ ንኽእል ኢና ትራማ እንትዝህልወኒ ነይሩ ግን ማቴስ ትራማ እንትዝህልዎ ነይሩ ኣብ ሶሻል ሜድያ መፅኡ ክፍውሰልካ ዝኽእል ትራማ የለን ንዛረቦ ዘለና ብዛዕባ ሶሳይቲ ብዛዕባ ፌሚኒዝም ኣብ ሕብረተሰብና ኣብ ፍትሕ ኣብ ወድን ጓልን ዘሎ ፀገማት ኢና ንዛረብ ዘለና ሕጂ ኣብኡ ተዛረብክዎ ቪድዮ ፀገም እንድሕር ሃልዩ ኖኖ እዚኣ ዝበልክያሲ ብሓሳብ ይካትዓት እንድሕር ሃለኺ ኣም ኦፕን ፎር ሕተትኒ ክምለሰልኪ ብዛዕባ ጥንሲ ብዛዕባ ናብራ ናትዛረብና ግን ስሞል ኣይድያ ወደይ ሓደ ዓመት ዝሓቶ ቆልዓ ውይ ጠሊማቶ ድያ ኣሚን ቢናሓዊ
ኣብ ሓዳር ዓሰርተ ዓመት ገይረ ኣለኹ ናምሓው ንስኻ ብዙሕ መንእስ ይሓው ከም ልፍ ይሓው ብዕድመ ዋላ መሰታይ ንኮንካ ግን ብዙሕ ኤክስፐሪንስ ናይ ላይፍ ይፅበየካ ኣሎ ሕጂ ኣብዚ ዝፅበየካ ዘሎ ላይፍ ናይ ኤክስፐሪንስ ናይ ላይፍ ኤክስፐሪንስ ከዓኒ ከም ሓፍትኻ ከም ኣብ ሓዳር ዘለኹ ከም ኣደ ሰለስተ ቆልዑት መጠን ከም ኣብ ኣንፃረ ወይ ከዓ ኣብ ናይ ወ- ዘይ ወዲ ባህለይ ዝነብር ዘለኹ ብዙሕ ነገር ከካፍለካ ይኽእል እዩ ኣነ ዋላ ምስ ካልእ ወዲ ዜጋ ይንበር ንሓወይ ወይ ንኤርትራዊ ፀልእ ማለት ኣይኮነን ተረዲእካ ወይ ኣደይ እንድሕር ሕማቕ ኣተዓባብያ ገይራ ዕብያትኒ ንኩለን ደቂ ኣንስትዮ ብኡ ገይረ ክፀልአን ኣለኒ ማለት ኣይኮነን ስለዚ ከምኡ ፀገማት እንድሕር ሃሊና ኦፐንሊ ሕጂ ንስኺ ናብ ካልእ ሰብ ዶ ተመሪዕኺ ካልእ ዜጋ ዶ ተመሪዕኺ

ስብኣቱ ሓፍተይ ብጣዕሚ እና ንፈትወኪ ግን ረኢ ሕጂ ንዚ ክቡር ጋሻ እንተ ኣምፅዎ ሲ ኣብቲ ዘሎ ኣርእስቲ ሕቶታት ወይ ቢውልድ ንምግባር ተኮይኑ እምበር ዲድ ሳምባዲ ሄርት ዩ ዲድ ዩ ሃደ ትራማ ገለ ተኮይኑ ሲ ዲስ ኢዝ ላይክ ፐርሰናል ኣታክ ዩ ዝኸውን ዘሎ ማለት ዩ ኣብቲ ሕቶ ጥራይ ኣብቲ ዘሎ ኣርእስቲ ብዛዕባ ፌሚኒስም ዘለዎ ጌጋታት ኖ ኖ ረይ ብዛዕባ ናሆም ኣብዚ ናይ ፌሚኒስም ዘለካ ሓንሳ ሓንሳ ቢኒ ሓወይ ቢኒ ኣብዚ ናይ ፌሚኒዝም ዘለካ ኣርእስቲ ኣብዚ ናዕባ ብዛዕባ ናይ ኣቦርሽን ብዛዕባ ናይ ደቂ ተባዕትዮ ብዛዕባ ናይ ደቂ ኣንስትዮ ብዛዕባ እዚ ኣባታውነት ገለ ዝብል ሓሳብ ኣምጺኺ ዳ ቻለንጅ ግበርዮ እምበር ድጅሃ እርትራማ ሽግር ነይርካ ድዩ ንምንታይ ኢኻ ጽን ደቂ ኣንስትዮ ትገብር ኣለኻ ተልክዮሲ ዩ ፒክቸር ንም ኣብዚ ቅድሚ ሽሕ ዝኣክል ሰብሲ ሓደ ገጽ ኢኺ ትለኽዪ ዘለኺ ማለት ዳትስ ናት ፌር ኢን ማይ ኦፒንየን ማለት እዩ ኣብቲ ሕቶ ጥራይ ተኮር ንግበር ማለት እዩ ኩላትና ክንህነፅ ማለት እዩ ቢናም እኮ ዝሃስየና ዘሎ ብዘረባ ወላ እንታይ ምትፍካ ዮሬታ ኣይትሰምዕናን ኣለኹም እኮ ንዓና ሚት እሞ ግበርዎ ሚት ግበርዎ ፕሊስ ኩላኩም ማለት እዩ ሶሪ ኣነሲ እንታይ ክሓቱ እዮም ደልዮም ዞም ሰባት ዝያዳ ግን ኣብ ኣስራሒቱ ከምኡ ኢለ ተዛሪበ። ኣብዚ ዝጸናሕናዮ ኣርእስቲ ዝኾነ ሕቶታት ተልዮ ወይ ካብ ሕሉፍ ቪድዮታት ዝኾነ ነገር ብዛዕባ እንታይ ኢለ ካብ መጀመርያ ይዛረብ ኔረ ኣብ ፐርሰናል ነገር ክሕተት የብሉን ኣብ ሓሳባት ብሓሳብ ንበድህ ክብል ጸኒሐ ማለት እዩ so ከም ሰብ ግን ኣነ ከኣ ኣደይበ ዕድል ይህብ ኣለኹ ማለት እዩ ሕጂ እቲ ጸገም ናተይ ኣይኮነን ሰብ እንታይ ክሓትት መጺኡ ኣነ ኣይፈልጥን እየ ማለት እዩ ምኽንያቱ ክግምቶ ኣይክእልን እየ no እታ ዕድል ግን ይህብ ኣለኹ ማለት እዩ። ሕጂ እውን ነግር ኣለና ማለት እዩ፣ ካልኣይ ግዜ ማለት እዩ። ኣብዚ ክንዛረቦ ዝጸናሕናን ብዛዕባ እቲ ናቱ ሓሳባትን ኢና ንብል ዘለና። ሶሪ ኦራይት እሞ ኣነ ክሓተካ በል እስከ ንመጀመርታ ግዜ እንድዩ ካብኡ ኣድማ ሮዛ ቪድዮ ክፈትልና ፕሊዝ። ውይ ቪድዮ ቪድዮ ፈትነ ክፈትዮ ቪድዮ ከፊትካ ይደሎ ላይክ ማይ ፈርስት ታይም እዩ ጃስት ኮሽን ንዕቦ
ኦኬ በቃ ከነውርደኩም እሞ ቪድዮ ትኸፍቱ ዲኹም ኢትስ ኦኬ ኣውርደኒ
ያ ምክንያቱ እቲ ሕጊ ክጣዓስ የብሉን ብቪድዮ ተየልናስ ኩሎም ሰባት ኣብ ዘለዉ ቪድዮ መፅና ርእቶ እንታይ እዩ
ኣብዚኣ በይሉል እንታይ ኢኺ ደሎቲ ኣርእስቲ መሲልኪ ምናልባሽ ሕጂ ኣቲኺ ካይትኾኒ ጸኒሕኺ እምበር ንኖሆም ዓዲመዮ ደለኹ ናብዚ ብሓፈሻ ወላ ከምዚ ስኺ ዳሓተትኪዮ ንኣብነት ኣዋልድ ጸሊእኻ ገለ ክትጸኒሕ ሕጂ ካብ ዓንተወይ ተዛራሪብናሉ ከማንሲ ንምንታይ ደቂ ኣንስትዮስ ይጸልኣኻ ሓሳባትካ ይርድኦኦ ድየን ወላ እቲ ኮንሰፕት ካይተረድኣ ወላ ብዝተቖራረጸ እዩ ሕጂ ነዚ ንምንጻር ኣደ ይበ መጀመርያ ማለት እዩ ካልኣይ ከ ንምንታይ ቢኒ ሓወይ እስኪ ሕተታ ንምንታይ ቢኒ ሓወይ ሕተታ ንባዕላ እዚ ሕጂ ጻዕራ ተመልዐት ዘለኸሲ እንታይ ፍልልይ ረኺብክሉ ወይ ከመይ ህይወት መርሓ ከሎ እዚን ናብ ሓበሽ ናብ ጻዕራ ክኸዳ ዝደልያ ዋልሲ እስከ ምኸርየን ከመይ ዓይነት እንታይ እቲ ህይወት ከመይ እስከ ንገርየን ንዓኸ ዕድል ክንበኪ ካብ መጽኣክሲ እስከ ሓብርየን ናብራ ከመይ ጻዕራ ምምርዓብ ንገርየን እስከ ምሃርየን
ኣነ ኩሉ ግዜ ዝዛረበሉ እዩ ምስ ካልእ ወዲ ዜጋ ምንባር ማለት ብጣዕሚ ካብ ንድኩም ዝኮነ ሜት ተተገበርን ጥቡቅ እዩ ምክንያቱ ውስታ ይገብራሉ ሶሪ ቴንክ ዩ ምስ ካልእ ወዲ ዜጋ ምንባር ስለ ቀሊል ሂወት ከም ዘይኮነ ቀሊል ኣይኮነ ኦቪየስ በቃ ምስ ከማካ ቋንቋ ዝ- ክዛረብ ዝኽእል ሓደ ማፃፃ ዘለካ ሓደ ዕላማ ዘለካ ተራዳዲእኻ ክትነብር ዝቐለለ ከም ዝኾነ ኩሉ ግዜ ዝዛረበሉ እዩ ኣነ the past ten years ኣብ ዝሓለፈ ዓሰርተ ዓመት ኣብ ሶሻል ሚድያ ኣለኹ ኣብ ዝሓለፈ ዓመታት ተዛረብኩሉ ከዓ the same እዩ ማለት እዩ so ምስ ካልኦት ዜጋ ምንባር ማለት ማዕረ ክንደይ ከቢድ ከም ዝኾነ እዩ ዝዛረበሉ እየ እቲ ዝቐለለ ምስ ከማኻ ወዲ ከባቢኻ ሓውኻ ሓደ ቋንቋ ሓደ ዓይነት ኣመፃፅኣ ዘለካ ሓውኻ ክትምርዖ ተዘይኮይኑ ፍቕሪ ድዩ ዋላ በለፅነት ድዩ ወይ ካልእ ነገራት ድዩ ምርጫታት ረኺብካ እንድሕር ኣቲኻዮ እቲ ሓዳር ከኣ ብዙሕ ቻለንጅ ከም ዘለካ ከኣ ይዛረበሉ እየ ማለት እዩ Thank you.
ኦኬ ብርህቲ እያ ዘላ በቃ ሪኢኻ ሕጂ ከምኡ ከምኡ ምኽሪ ነንሓቲ እሞ እዚ ሰብ ከዓ ተምሃር ነይሩ ሕጂ ዝበልክዮ ፅቡቅ ዘረባ እዩ ሕጂ ከምኡ ነንዛረብ ነርና መፂና ኣብዚ ካብ መፂኺ ንዓይ ጓል ተጠሊማትካ ገለ መለ ካብ ትብሊ እቲ ዘጥፋእናዮ ግዜ ኣብዚ ጥፊና ነርና ንኸውን እቲ ህዝቢ ምተምሃረ ነይሩ ኦኬ ሕጂ የቐንየልና ኣስመር ሓፍተይ ኣነ ንዓኺ ኣይ ስለ ዘይፈልጠኪ ዘለኽዮ ሓዳርኪ ሰላም ይግበረልኪ ናብ ካልእ ሕቶ ንኺድ ካልእ ሰብ ንሕተት
ደይባ ኣላ ቪድዮ ክፈቲ ሲስተር ኦኬ ሕቶ ኮንኩም ክሓትት ቪድዮ ከይገበርኩ ርእቶ ክንክእል ደ ሕቶ ኣይኮነን
ቪድዮ ክንብል ፀኒሕና ኩላና ሕጂ እንታይ መስልካ ቢና ሓዊ ፅቡቅ የዕሊልና ኣነ ኣነ ክገድፈካ ግዜ ከማን በዚሑ ቴንክ ሶ ማች ኣብዚ ናይ ምስልምናን ክርስትና እንትገብሮ ዘለካ ክትዕ ግብሪ እየ ኣለኹ እንታይ ትገብር መሲሉካ ቢና ሓዊ ንሓደ ሰብ ብቋንቋካ ይካትዓካ እንድሕር ሃልዩ ብቋንቋኻ ብትግርኛ ቀጣዕካ እንድሕር ሃልዩ ሓደ ሰብ ካብቲኦም ውሽጢ ናትካ ሃይማኖት ዘሎካ ተብል ተጠራጥር ተረጃ ንኣብነት ናትና ሃይማኖት ብሓፈሻ ምትርጓም ዘድልዮ ሃይማኖት እዩ ላይክ ክትርጉሞ እቲ ጥቕሲ ሲ ትርጉም ዘለዎ ዝሓትት እዩ ብፅሑፍት ብፅሑፍት መፅኦም ክካትዑካ ርእየካ ኣለኹ ንኣብነት ንሓንቲ ጓል ምስ ጓል ምስ ተሰዓመት ሲ እቲ ሓንቲ ጠኒሳ ገለ ኢልካ ትዛረብ ነርካ ትምልሶ ነርካ እንትወዲ ሕጂ ናይ ኣምላኽ መስርሕ ናይ ኣምላኽ ትርኢት ብብዙሕ ነገር እዩ ዝግበር ብብዙሕ ነገር እዩ ተኣምራት ዘሎ ሕጂ እዚኦም ከምኡ ኢሎም ዝመፁካ ብናትካ ቋንቋ ብትግኛ መፅኦም ንዓኻ ካትዑኻ ከለዉ ግን ኣብቲ ናትካ ሃይማኖት ሰብ ዝኣምን ንዓኻ ሰምዓካ ንዑ እዮም ፍርቂ ፍርቂ ልቡ ዝገብርዎ ዘለዉ ሕጂ ኣብቲ ናቶም ገዝኦም ኬትካ በቲ ናቶም ቋንቋ ክትካትዖም ከለካ ከ እንታይ ትገብር ምስልካ ካብቲ ናቶም ውሽጢ ዘሎ ንዕኦም ኻ ትተጠራጥሮም ንዕኦም ኻፋሕፋሕ ተብሎም ምክንያቱ ሕጂ ሓድ ሰብ ሕቶ ሓይቱካ ኣብዚኣ መጺኻ ብንሓወይ ንዓኻ ሓይቱካ እንተ ረኣ ብትግኛ ዝዛረበካ ክምልሳካኪ እቲ ንዓኻ ሰምዓካ ዘሎ ሰብ እዩ ዝጠራጠር ዘሎ ድሓን ሕጂ ምሉእ መልሲ ሂብካ ክሰዶ ኣለካ ቀዳማይ ነገር ዝተሓተተ ሕቶ ምክንያቱ እቲ መንእሰይ ፍርቂ ሒዙ ከይዱ ካይጠራጠር ካልኣ ነገር ከ ኣብ ገዝኦም ከድካ ምስናቶም ዘለዎም ድሕር ተካቲዕካዮም ካብቲ ውሽጦም ዘለዉ ሰባት ላንጋ ላንጋ ትገብሮም ኣለካ ስለዚ ንስካ ዝያዳ ትዕወት ኣለካ ማለት እዩ ደናብካ ክመፁካ ተረዲኻኒ ኣብዚኣ ብዙሕ ሓይል ኣምላኽ ይሓግዘካ ደመራን በዓላት ሓግዘካ ብራዘረይ ከምኡ ኢልካ ምዝራብ ከዓ ብጣዕሚ ኣብ ፕሽ ዝገብረካ ንዓኻ ብውልቅኻ ማለት ብውልቅኻ ከማይ ሰብኣይ እንታይ ኣሎ መሲልካ ሕጂ ንሕና ኣብዚ ሜድያ እንታይ ኣሎ ንሃም ሓወይ ምስ ብዙሓት ሰባት እየ ተራኺበ ቅድሚ ሞስሊም ምስ ብዙሓት ተዘራሪብና ኢና ሕጂ ናይዞም ኣስላም ጸገም እንታይ ኣሎ መሲልካ ሓደ ረዮ ኣብዚ ገዛሲ ከመይ ስነ ስርዓት ኣሎ ተረዲኻ ኣነ ኣብ ዝኾነ ይኹን ግዜ ሰብ ተዘይረብሽኒ ይርብሽነ ኮሚሽን ንፈልጥ እየ ስርዓት ኣለኒ ኩሉ ነገር ሕቲ ገዛኦም ክትከይድ ከለኻ እንታይ እዮም ድደልዩ መሲልካ ያም ያም ያም ያም ሚት ገለ የዓማምፅኻ ስለ ዝኾኑ ምሶም ሓውሓው ትብል ዓውዓው ትብል ማለት እዩ ሕጂ ንሕና ኮ መሊስና ኣለምኮ እግዚኣብሔር ሲ ግብረ ሰዶም ድብሎ ንናይ ሶዶምን ጎሞራን እዩ ነይሩ ንናይ ሶዶምን ጎሞራን እንታይ እዩ ገይርዎ ወዲ ናብ ወዲ ጓል ናብ ጓል ምሽ ብፍትወት ነዲዶም እግዚኣብሔር ካብ ብሓዊ ነተን ሶዶምን ጎሞራን ድበሃላ ሸልቢጥወን እዩ እዚ ናይዘን ኣንስቲ ምስዕዓም ኣብ ገድላት ደሎ ግን እግዚኣብሔር ኣምላኽ ተኣምር እዩ እግዚኣብሔር ኣምላኽ ስንዐን ውላድ ክባደል ይጋጣሚ ምስኣ ምስ ተሰዓዓመት ኣፍ ንኣፍ ኣለጋጊቡ ካብቲ ውሽጣ ምራቕ ኣውፅኡ ሂብዋ እዚ ከኣ ስራሕ እግዚኣብሔር እዩ ሶ ከመይ ገይሩ እዩ ዝግብሮ ሶዶም ክኸውን ኢልና ኣጋጣሚ ከኣ ኣብቲ መጽሓፎም ኣምጺናሎም ኣብቲ መጽሓፎም መሰምጻናሎም ክቐትሉኻ ኮን እዮም ዓረብ ዶ ሽንጣር ምንጣር ኢሎም ማለት እዩ እቲ ዘሕዝን እቲ ዘሕዝን ከኣ ዝገረመኒ ማለት እዩ ተረዲኻኒ ባዕሉ እቲ ነቢኦም ድብልዎ ማለት እዩ ናይ ክልተ ቆልዑ ተረዲኻኒ ብልዕቲ ጠቢብሎም ናይ ወዲ ሓፍቱ ከኣ ከንፈር ሞጥሚጡ ተረዲኻን ኣብ ሓዲስ እዩ ኣቅራብ ባዕሉ ሒዝዎ ኢብን ሓቢስ ንባዕሉ እቲ ሰብኣይ ሲ ብጎኑ ሪኢዎ ዓሰርተ ቆልዑ ኣለውና ኣነ ኣብ ሂወተይ ከምዚ ገይረ ይፈልጥን እንታይ ደኣ ትገብር ኣለኻ ኢልዎ ሽዑ ነቢኦም እንታይ ኢልዎ መሲልካ ረስዩ ኖኖኖኖኖኖ ኢልዎም ንሕና ሲ ኣላህ ሲ ኢልዎም ተረዲኻኒ ነዚ እዮም ቅተሎ ድብሉ ንዓይ ሕጂ መጽሓፎም ኣብ ክንዲ ድሪእዎ ማለት እዩ ኣላህ ግን ኢልዎም ተረዲኻኒ ኣላህ ሲ ንፍጡራት ክንርህርሃሎም ይግባኣና ሕጂ እታ ምስዓም

ቢኒ ኣና ከስበካ
ሕጂ ፅቡቅ ኣለካ እንዲካ ግን ወላ ካብቲ ውሽጢ ናትና ዝመፁካ ሰባት ኣለዉ ድም ከምዚ ናትና ሃይማኖት ብሰላም እዩ ገለመለ ዝብሉካ ግን ንሃይማኖትካ ከዓ ክዛረበካ ዝመፀ ዶ ክትብር ኣለካ ስለዚ ኣብኡ ኣጆካ እንተ ብቲ ናይ ውልቃዊ ገለ ግን ኣይ ቲንክ ቅሩብ እዚኣ ዝበልካ ቅሩብ ንሕብረተሰብ ከማን ተኸብዶ እያ ብፍላይ ንዚ ትግኛ ሰማዓይ

ኣብዚኣ ሶሪ ፅንሐ ስብሃቱ ኣብዚኣ ሓንቲ ሕቶ ክሓቶ ደስ ምበለኒ ሶሪ ፓንዳ ሓወ ይኸይድ እዩ ዘሎ ኣነ መልእኽቲ ጥራሕ ይኸዎ ደልየ ብራዘር ፓውንድ ያ ሕቶ ወዲ ይመስለና